ጻዕዳ ፈረስ ሎጊመ ኣምበላይ ገድሊ ምስ ኣተኹ ኮይነ ተጋዳላይ ደው ክብል ከለኹ ደው ኣብዛ ገበላይ ዘይእምነተይ ካልእ መን ነይሩ ዲዘር ተተዋህቦ ጻማ ትደው ዝበል ኣብ ግዜ ጸገማ ምስ ገብርሂወት ምስ ዝበዝሑ ጸሓፍቲ ንረዳዳኣላ ኣላ ሓንቲ ከምዚ ምሻሎ ገብሪሂወት ሓደ ካብቶም ከምዚ ፈጣሪ ደይብላ ጽሑፍ ደይብሉ ዓይነት ሰብ እዩ ኣነ ከኣ ከምኡ ማራ እየ ድፈቱ። ኣነ ዝገርመኒ ናይ ገብሪሂወት ጸሃየ እንታይ እዩ መሲልካ ከምዚ ዝብለካ ዝጸንሕኩ ገለ ዝምድናታት ምስ ውሽጠይ ጌሩ እዩ መስለኒ ከምዚ ብመንገዲ ኢሰያስ ድዩ ብገለ ድዩ ንዑ ከኣ ስለ ዝፈቱ ድዩ ኣብ ውሽጠይ ኣይ ኣቲን ድዩ ንዓይ ገብሪወት ዝኾነ ሓሳብ ተሂብካዮ ወይ ባዕሉ ሒዝዎ መጺኡ ኣንብብ ኣብ ዘበለለይ ግዜስ ውሽጥኻ ገለ ነገር ይትንክፈካ እቲ ግጥሚ ከምዚ ከምዚ ዝብለካ እዩ በቃ ምስ እቲ ንእሽተይ ዕድመይ ገለ ዘተኣሳስሮ ብኢሳያስ ስለ ዝቐረጽ ኮዲ ዋላ እንታይ ኩሉ እቲ ስርሑስ ኣዝዩ ይትንክፈኒ ማቲቭ በዚ ጋጣሚ ካኣ ካብቶም ውሑዳት ዘድንቆም ሓደ ዩ ገብሪሂወት ጸሃየ እሞ ኣጆኻ ቀጽል ክብለኻ እደሊ። ቅድም ኣዝየ ዝፈትዋ ዝነበርኩ ስራሕ ናይ ገሬ ናይ ምስ ሰምሃር የውሃንስ ዝሰርሕዋ የሕልመኒ ትብል ስራሕ ኣጋጣሚ ክትሓስቦ ትኽእል ሓሳብ እሞ ግን ልዕሌኻ ዝገልጾ ብግዜኻ ቀዲምካ ዝገልጾ ሰብ ድሕሪ ረኺብካ ናይ ብሓቂ ኣፕሪሽየት ኢኻ ክትገብሮ ክትገብሮ ዘለካ ማለት እዩ ብድሕሪኡ ብዙሕ ስራሓት ሰሪሑ ክኸውን ይኽእል እዩ ገሬ ሰሪሑ ኣሎ ፎር ሹር ግን ካብ የሕልመኒ እየ ዝፈልጦ ኣነ ንገሬ ማለት እዩ
ካብ ገብሬ ወፃኢ ብዙሕ እየ ዝፅበ ናይ ኤርትራ ግጥሚ ብናቱ መንገዲ ብዙሕ ካብኡ ንላዕሊ ክዓቢ ከም ዝኽእል እምንቶ ኣለኒ። ኣብቲ እሱ ዝኣመነሉ ነገር ጸኒዑ ናይ ምንባር ባህሪ እዩ ዘለዎ፣ ዋላ ሽሕ ግዜ እቲ ዘለዎ ክሳብ ድላዩ ዓቐን ይግፋሕ ክሳብ ድላዩ ዓቐን ይኽበድ ንቶም ዝመጽዎ ደለዉ ሽግራት ፌስ ናይ ምግባር ናይ ምግጣም ዓቕሚ እዩ ደለዎ ገሬ እምበር ዝኾነ ይኹን ነገር ካብቲ እሱ ዝኣመነሉ ነገር ንድሕሪት ዘብል ምኽንያት የብሉን ስለ ከምኡ ኢኻ ከኣ ከምዚ ሕጂ ዘለዎ ገሬ ትሪኦ እምበር ብስግኡ እንተዝሓስብ ኪኖ እቲ መንፈሳዊ ርዌት፣ ኣእምሮኣውን መንፈሳውን ርዌትሲ ብስግኡ ዝሓስብ ነይሩ እንተዝኸውን፣ ኣሽንኳይ ገሬ፣ ካብ ገሬ ኣዝዩ ዝሓመቑ ሰባት ከማን መዓት ነገር ክገብሩ ትርእዮም ኢኻ። ግን ቶታሊ ኣብ መንፈሳውን ኣእምሮኣውን ርዌት ኢዩ ሞር ዝጸቀጥ እሱ ከይኮነ ከኣ ኣይተርፍን ዋላ ኣብ ግጥምታቱ ዋላ ኣብቲ ሓንቲ ወይ ድበልኩኻ ድሒረ ንዕሎም ዝነበርና ብደብዳቤ ንለዋወጦም ነበረ ካብ ዓሰብ ዝነበርኩሉ ትሒዝካ ኣብ ዝኾነ ግጥምታቱ ብብዝሕ ማለት እዩ ሞር ዲፕሊ ኣብቲ ስፕሪቹዋል ላይፍ ዝጠለቐ ኮይኑ ይስምዓካ ሓንሳብ ሓንሳብ ንዓይ ቀሺ እውን ኮይኑ ይስምዓኒ እዩ። ኣነ ብዘይፈለጥክዎ ደብሪ ድዩ ንማሲብ ከይነገረኒ ኣብ ገለ ደብሪ ዶ ነይሩ ክሳብ ዝብል እየ ዝኸውን ብዕላሉን እንደገና ዋላ ኣብቶም ፅሑፋቱ ከዓ ፈጣሪ ወይ እግዚኣብሔር ኣምላኸ ዘይብሉ የለን። ሕጂ እዚ ናይ ሰብ ቀዳመይቲ ነገር ከዓ እንታይ እያ ፍርሃት እግዚኣብሔር ክህልዎ እዩ ዘለዎ ዝኾነ ይኹን ሰብ። ሕጂ ምክንያቱ ፍርሃት እግዚኣብሄር እንተ ዘይብልካ ንስ ኣብ ልዕሊ ሰባት ሓደጋ ንክትፍጽም ወይ ጉድኣት ንክትፍጽም ኣዝዩ እዩ ዝቐለልካ። ገሬ ከኣ እዚ ዓይነት ፍርሓት ክህልዎ ስለ ዘለዎ እሱ ስለ ዝኮነ እዩ ከኣ ዝበዝሕ ፈጣሪ እግዚኣብሄር ኣምላኽ እናበለ ዝጽሕፍ። ምክንያቱ ካብ ፍርሃት እግዚኣብሄር ኣምላኽ እንተ ዘይብልካስ ካብ ናብ እንስሳዊ ባህሪ ከይትሰገር ንከይትባላላዕ ንከይ ሕጂ ገሬ ብሓፈሻ ክርእዮ ከለኩ ዓለማዊ ቀሺ እዩ ብጽሑፋቱ ማለት እዩ። ግጥሚ እንታ ኮይኑ እዩ ዘይውዳእ እንድሕር ኢልካ ኣባሃላታት እንዳተቀየረ ስለ ዝመጽእ እዩ። እቺ ገሬ ከኣ ደስ ትብለኒ ቃል ኔራ ናይ ገሬ ከኣ ንሳ ከኣ እንታይ ናይ ጽባሕ ግጥምታተይ እዮም ጽቡቃት እቶም ዝበለጹ ግጥምታተይ ናይ ጽባሕ እዮም ይብለኒ ኔሩ ሕጂ ጽቡቅ ግጥሚ ኩሉ ሰብ ዝሰምዖ ዋጭ ዋጭ ደብል ገጥሚ ደርፊ እንዳረኣኹ ከለኹ ናይ ጽባሕ ግጥምታተይ እዮም ድበለጹ ትብል ቃል ክዛረበኒ ከሎ ከምዚ ፓወር ኣለዎ ዳይናሚክ እዩ ገለ ኢለ ይርዳእ ኔረ ኣብ ገሬ ማለት እዩ ሽዑ ከምዚ ብናይ ሰብ ምስማእ በቲ ዝስማዕ ደርፊ ገለ ይኮን እቲ ምሽ ትርዲኢት እቶም ኣባሃህላ ግጥሚ ደይውዳእ ከምዚ ድብለካ እዩ እቶም ኣባሃህላታት ስለ ዘይውድኡ እቶም ኣባሃህላ እንድሕር ቀይርካ መጺኻ ንሓንቲ ኣንግል ንኣብነት ኣነ ይዝክር ስርሓለይ እንድሕር ኢለዮ ይዝክር ፍቕረይ ናፍቖትኪ ገለ ገለ ይኣክን ድብል በየናይ ሕጊ እዩ ኢሉ እዩ ድጅምር ሕጂ እቶም ዝፈጥሮም ሓሳባት እቶም ዝኸዶም ስፍሓት ኣብ ውሽጢ ግጥሚ እንድዒ ኣነ ብዕምቆት ዓትዩ ደሎ ኮይኑ ይስማዓኒ ገሬ ማሪ። ኣብ ጽሑፋትካ ኣለኻ ዶ ገሬ? ምስ ጽሑፋትካ ትፋለጥ ዶ?
ሕጂ እንታይ እዮም ሰባት ዝብሉኻ ከም ዝመስለካ ከምዚ ንዓይሲ ኣይክንሕሱን ኢና ይፈልጥ እየ ዋላ ኣቃውማይ ሕጂ ሰብ ተርእይዎስ ሽመይ ሓደ ገብርሂወት እንድዩ ዝፍጥጥጥ ኢልካ ዝበድለኻ መን ኣጨኒቑኒ ባላስ ፅቡቅ ኢኻ ደለኻ መርዓ መሲልካ ምሽልናካ እንታይ ይሓስብ መሲልክ እቲ ሽምካ ይደጋገሞ ምሽ ሽዑ ብስጋ እዩ ዝሓስብ እዚ ሓፈሻዊ ህዝቢ ዓለም ሽዑ ምስ መጻኻስ ኣብ ርእሱ ጌጋ ስእሊ ሒዙ ዝጸንሕ ባዕሉ ባዕሉ ቆይ እግርኻ እኮ ክትቁረጽ ትኽእል ኢኻ ሓቀይ ዓይንኻ ክትዓውር ትኽእል ኢኻ ኢድካ ክትቁረጽ ትኽእል ኢኻ ገለ ጥዕና ጸገማት ኣሎ ዓለም ካልእ ከም ኩሉ ሰብ ገጣማይ ሓቂ ከም ኩሉ ሰብ ንኹሉ ሰብ ዝገጥሞ ነገር ምውሱ እዩ ዘሎ ውፃእ ትሕዞ ሰዓል ትሕዞ ገለ ትሕዞ ገለ ትሕዞ ከምኡ ግን ኣይመስሎን እቲ ሰብ። ሽዑ ምስ ረኣይዎ ነገራት ምስቲ ኣብ ርእሱ ቀሪጽዎ ዝጸንሐ ስእሊ ኣብዚ ምስ ረኣይዎ ገብርሂወት ጸሃየ ይዋቐዖ። እቲ ዝስእሎኸ እንታይ ይመስል? ክብሎ ሽዓ ምስ ስጋ ምትሕሓዝ ኣለዎ። ብብልክዕ ልክዕ ሰባት ተኾይኖም ኣእምሮ እንተልዎም ክቐርጹ ኣነስ ኦኬ ገጣማይ እየ እወ ናብራይን ስርሐይን እዩ እቲ ፍልልያት ሕጂ ክረጉድ ነይሩኒ ቲዕቲዕ ክብል ነይሩ በዚ ኮልኮል ክወጽእ ዕልዕል ክወጽእ ነይሩኒ ማለት እቲ ደህልኾ ጸዓት መንፈሳውን ኣእምራውን ስጋውን ሓይሊ እቲ ዝጨነቑኻ ክንደይ ጾራብ እንግድዓይ ኣሎ ኣነ ስለ ዝጸገብኩ ሓንቲ ገጥሚ ዋጋኣ ብዘይገድስ ብዝሸጥኩ ክሽጦ ካብ ሰብ ኣነ ክሓይሽ ይኽእል እኸውን ናበለ እወ ኣነ ስለ ዝጸገብኩ ግን እንዳሓለፍኩ ሓንቲ ለማኒት ርእየ ከምቲ ኩሉ ሰብ ዝርእያ ድየ ድርእያ ነታ ለማኒት ሓደ ጽሉል በዚ ርእዮ ከምኡ ድየ ድርእዮ ክሳብ ምስ እግዚኣብሄር ኣምላኽ ኮይ ኣነ ኩናት ዝፈጥር ይካታዕ የዛረብ እሱ እንተገይረ ኣብ ውሽጢ ዝፍጠሩ ነገራት ኣሎ ሕጂ ገጣማይ እንድሕር ንንነብሱ ክኸውን ተፈቲኑ ብኡ እንድሕር ክልክዓኒ ፈቲኑ ዝኾነ ሰብ እቲ ሰብ ፀገም ገይሩ ኣሎ ማለት እዩ ምክንያቱ ኣነሲ ዕላማይ ሰልዲ ንምዕራይ እንተዝኸውን ሜዳ ኤርትራ ምዓልኩ

ክብል ይኽእል እየ ንባናና ሸቃታይ ኣሎ ምሕሳው ኣብቲ ተዋስኦ ምንባር ማለት እዩ ማዕቢኻ እንዲኻ ሕጂ እቲ ምምፃእ እዩ ኣብ ዓለም ሲ ከመይ ሲ ኦሬዲ ፍርቁ ወዲኤ እየ እንዲኣነ ሕጂ ዘሐጉሰኒ ነገር ሲ ዋላ ትተረፈ ባዕሉ ፈልጥ ስልታ ኪፓስ እንታይ ማለት እዩ? ፍልጠት ተኣኪብካስ እንታይ ማለት እዩ? እምነት ተኣኪብካስ እንታይ ማለት እዩ? ሕጂ እቲ ኬፍ ዝህበኒ ንዓይ ክነግረኪ ኣምላኬ ኣርቲስት ምዃነይ ምክንያቱ ኣርቲስት ኮይነ ንእምነት ቀረበ ናብ ቀሺ ወይ ናብ ሸኽሲ ምስኦም እየ ዘሎ ፍትሒ እዮም ዝደልዩ እሶም ፍቕሪ እዮም ዝምህሩ ተስፋ እዮም ዝህቡ ምስኦም ከ ኣለኹ ኣነ ኣርቲስት እንተኾይኑ ከዓስ ምሽ ምስቶም ጀጋኑ ከ ኣለኹ ኣነ ምስቶም ጀነራላት ገለገለ ዝበሃሉ ሃገርን ሃገራውነትን ሰብን ሰብኣውነትን ምስ ዝብል ምስኦም ከ ኣለኹ ኣርቲስት ኮይኖም ምስ ኣርቲስት ከ ኣለኹ ኣርቲስት ኮይነ ከዓ ምስ ሰብ ከዓ ኣሎ ሕጂ መዓት ነገር ይሕዩ ዘሎ ሕጂ ሸቃጣ እዩ ምዃን ጥራይ ግን ዋላ ሓንቲ እዛ ክዳን ጌርክያ ዘለካ ብመፅእ ኣነ ድኳን ከፊተ ኣለኹ ተለቂሐ ንወደ ኮይደ ወደ ሓትናይ ሓደ ሚእቲ ሽሕ ኢለ ብገስ ሓንቲ ፖቴ ክገብር ክንደይ ገዛ ክራይ ክፍለ ኣለካ ክንደይ ግብረ ክመፅእ እዩ ክፈልጥ እየ ሽዕስ ግብር ምስ ኣበልኪ ኣየገድሰኒ ናትኪ ዋላ ወጀብጀብ ትብል ዋ ከምዘለ ግርማ ከምዚ

እቲ ሰብ ከምኡ ስለ ዝፈልጥ ንሰብ ከኣ ስለ ዝዛረብ ዘሎኸ ሚድያ ከኣ ናቱ ናይ ፕሮቶኮል ነገር ኣለዎ። ሕዚታት ገጣማይ ግን ከምኡ ይኮን ደራፋይ ኣነ ከምኡ ደልየ ደራፍየ ክፍግኣኒ ይደልየኒ ደራፍየ ክልሕጸጸኒ ደራፍየ ክረኣየኒ ኣይደልን ምክንያቱ እሱ እቲ መወዳእታ ናብቲ ህዝቢ ዘብጽሓለ ክሕባእ ክፈል ኣነ ግን ባዕለይ መጽየ ገዛ ገዛእቲ ኣነ ገብረ ህይወት ፀሃየ እንተዘይለ መን ይፈልጠን ሶዛት ኣነ ማእሪረ ጋሽ ባርካ ከይደ ባሮንት ከይደ ሰንዓፍ ከይደ ገለ ከይደ ክብ ሪሰርች ገረ ተጸጊመ ተጫፋሊቐ ክላስ ከይሓተትኩ ንኩሉ ሰብ ብምዓል ታይ ክላስ ዝበሃል ዝኣትዎ እቲ ታሕቲ ዘሎ ዝኣትዎ ንኩሉ ጨቢጠ ፈሊጠ ሰርሐ እዚያ ፒረኖራት ክንሕዝ ሽዑ ሰሚር ዘያማይ ተኮይንካ ደሪኤካ ካብልካ ንዓኻ ይሄን ሜን ትበሃል ተሓቢኻ እቲ ደራፋይ ግን ኣብ ስክሪን ሓሽሽ ከየተሌኻ ግድን ክትከናኸኖ ክትክል ኣለካ። ትሰዶም ጽሑፋት ኣይኮኑንሲ ሲምፕሊ ዋላ ምስ ሰብ ክተዕልል እንድሕር ኮንካ ካብ ሓቂ እንድሕር ርሒቕካ ትዛረብ ኣለኻ ነብሰ እምነት ናይ ነብስኻ እምነት እናጥፋእካያ ኢኻ ትኸይድ ሕጂ ኣብ ከምዚ ነብስኻ ኣብ ነብስኻ እምነት ኣብ ተጥፍኣሉ ግዜ ከኣ ምድንጋራት ይፍጠር። ኣብ ናይ ገርየ ግጥሚ ወላ ሓንቲ ዝኾነ ወላ እቲ ዝደቐቐ ምድንጋር ዘይፍጠረሉ ምኽንያት ከኣ ብውልቃዊ ባህሩ ሓቀኛ እዩ።
ገርየ ከም ሰብ ጠባዩ ምቕሉል፣ ለዋህ፣ ንኣርት ኢሉ ዝግዛእ፣ ሰብ እዩ ዝኾነ ክብሪ ዝበዝሐ ኣርቲስት እኮ ይፈልጦ እዩ። ካብ ሚሒር ኣብ ሓፂር ግዜ ኣዝዮም ኣገደስቲ ነገራት ምምስርሑ ምናልባት ነቲ ኣብ መፃኢ ንነዊሕ ዘይክንፅበዮ ክንመስል ንኽእል ኢና። ናይ ገሪ ዓቕሊ ዓቕምን ዓቕልን ፅንዓትን ተወዲኡ ኣይውዳእን እዩ። ስለዚ ገሬ ኣብ መጻኢ ዓቢ ነገር ክገብር ዓቕሚ ዘለዎ ሰብ እዩ። ብፍላይ እቶም ኣንተ ወይ ዝተንኮፍኩልካ ነገራት ምስቲ ዘለዎ ብዙሕ ነገራት ገለ ኣብ ግጥሚ ጥራይ ኣጽቢቡ ይኸይድ ብምህላዉ ዘይንርእዮም ንኸውን እምበር ኣብቲ ዝበልኩኻ ሾርት ስቶሪ ዝመስል ናይ ሙቪ ስክሪፕት ንባዕሉ ኣላያይ እውን ንፉዕ ኣላያይ እዩ። ሕጂ ዓቢ ነገር ክገብር ዝኽእል ካልኣይ ግዜ ክደግመልካ ሓደ ካብቶም ኣዕኑድ ስነ ጥበብ ሃገርና እዩ ንሓንሳብ ገሬ ዘይብሉ ኣብ ናይ ደርፊ ዓለም ብፍላይ ኣብቶም ሕጂ ዝነጥፈሎም ዘሎ ነገራት ገሬ ዘይብሉ ጥበብ ናይ ደርፊ ክትርኢ እንድሕር ፈቲንካስ ምግናን ከይመስል እምበር ዳርጋ ዕሩቕ ኮይኑ እዩ ዝስምዓካ። ኣነ እኳ ንገብሪሂወት ክግልጽ ዝኽእል ዓቕሚ የብለይን ምኽንያቱ እሱ ኣነ እንታይ እየ ድብል መሲጡ ንዓይ ኮይኑ ዝርድኣኒ ኣሉ ኣብ ኤርትራ ካብቶም ፍሉያት ሰባት ምሻሉ ንሓንቲ ሃገር ክህልዉላ ዘለዎም ሰባት ሓደ ካብኦም እዩ ብጣዕሚ ትሑት ኣብ ስርሑ ኣብ ድበልካዮ ኣብ ሰዓቱን ኣብ ግዚኡን ዘረክብ ምቕሉል ሰብ ኣዝዩ ኣፍልጦ ደለዎ ዓሚቕ ኣፍልጦ ናይ ኣርት ዘለዎ ብፍላይ ኣብቲ ከባቢ ናይ ስነ ጽሑፍ ድበሃል ነገራት ካብቶም ኣለዉና ኢልና ንምክሓሎም በቃ ንዓይ ከም ሓደ ዝበለጸ ጸሓፋይ እዩ ገብሩ ህይወት ንዓይ ብኹሉ ነገሩ ምስጉን እዩ ንዓይ። ዋና ነገር ግን ንገሬ ከም ገብሩ ህይወት ጸሓየ ክብርታትን እዞም ኩሎም ነገራት ትሃብዎ ግን ዳይናሚክ እዩ ሻሎ ከምዚ ኣይውዳእን እዩ በቃ በላ ሓንቲ ኩሉ ግዜ ንባል ሱሱዕ ኢኻ ኢዱ ለና ሒስባይ ግጥምታት የርእየኒ ምሽ ኦኬ እዚኣ ንመን ሰሪሕካያ ንክስቶ እሞ እንድሕር ደይፈትዋ ንዓይ ሃበኒ ሃራይ ኣጋጣሚ ተዘይፈትዋ ንወስዳ ግጥሚ ይርያ ገና ንሰብ እንድሕር ኣይረኣኻያን እወ ወሲደ ኣሎ ናይ ገሬ ብወድ ዒስራ ግጥምታት ኣሎ ኣብ ጁባይ። ንገብሪሂወት ጸሃየ ከም ሰብ ፈቃር ንኣርት ደዲኬትድ ድኮነ ዓይነት ሰብ ልዕሊ ነብሱ ንብጻዩ ዝሓሊ ዓይነት ሰብ ኮታስ ኩሉ ጽቡቅ ነገር ደለዎ ዓይነት ሰብ እዩ ንብዙሓት ደረፍቲ እዩ ሓጊዙ ብዙሕ ኣዝዩ ብዙሕ ብሉጽ ፍርያት እዩ ኣፍርዩ። ንገብሪሂወት ጸሃየ ብጣዕሚ እየ ዘድንቆ ካብ ኩሉ ሞራል በካ እዩ የታባበዐካ እዩ ሕሉፍ ሓሊፉ ኣብ ኣብ ዳየሬየይ ኣለካ ገለ ገለ ኢሉ ዘታባበዐኒ ጊዜ ኣይርስዖን እየ ማለት እዩ። ብዙሕ ነገር ንዓይ እንታይ የዘኻኽረኒ መስለካ ዋላሲ ስነ ጥበባዊ ምዃን ብዙሕ ግዜ ናይ ተፈጥሮ፣ ነገር እዩ ምሳኻ ዝፍጠር እዩ ከምቲ ኣብ ብዙሕ ሞያታት ወይ ኣብ ብዙሕ ክእለታት ብዙሕ ሰብ ነናቱ ክህልዎ ዝኽእል ከምኡ እውን ኮይኑ ዝፍጠር ገሬ ከዓ ኣብቲ ናይ ግጥሚ ናይ ተፈጥሮ ነገሩ እዩ ኣምላኽ ዝሃቦ ክእለት እዩ ብዙሕ ግዜ እንታይ እዩ ዘዘኻኽረኒ ንዓይ ግሬ ነዞም ናይ ቀደም ማሰኛታት ወይ ነዞም ናይ ቀደም መላቐስቲ ከምኡ እቲ ናቱ ክእለት ብዙሕ ግዜ እውን ዳርጋ ማዕረቶም መፅናዕቲ ንገብር ሰባት ብዙሓት ማሰታት ብዙሓት መልቀስ ይፈልጥ እዩ ኣብኡ ከሎ እቲ ብገለ ሸነኹ መበገሲኡ ኮይኑ እውን ስማዕኒ ማለት እዩ ንግሬ ሕጂ ከምቲ ካብ ምህሮስ ኣእምሮ ዝበሃል ነገር ኣነ ገሬ ተማሂሩ ወይ ኣንቢቡ ዝሰርሖ ግጥሚ ኣሎ ኣይብልን እየ። ናቱ እዩ ናይ ምስትብሃል ክእለቱ፣ ናይ ምባል ክእለቱ፣ ቃላት ንሓድሕዶም ዘለዎም ናይ ምዝማድ፣ ንሓድሕዶም ዘለዎም ናይ ምግላፅ ዓቕሚ፣ ናይ ምግላፅ ብቕዓት ልዕሊ ሰቡ ስለ ዝፈልጥ ወይ ማዕረ እቶም ናይ ቀደም ንብሎም ሓያላት ገጠምቲ ስለ ዝፈልጥ እዩ እምበር ብብዙሕ ናይ ናይ ናይ ትምህርቲ ነገር ብብዙሕ ናይ ስልጠናታት ነገር ዝረከቦ ናይ ግጥሚ ትምህርቲ ኣሎ ይብልኒ ግን ከምዚ እሾክ ምስ ብልሓ ዝበሃል ነገር ብዛዕባ እቲ ግጥሚ ሲ ምስ ብልሑ እዩ ተፈጢሩ ኮይኑ ዝስማዓኒ ገሬ
ጸላዊ እዩ

ኣነ ግን ናይ ምንባብ ባህሊ ምስ ማዕበል እየ ከምፅእ ዝድሊ ከምፅኦ ዝደሊ እቲ መፅሓፈይ እቲ ናይ ስነ ግጥሚ እምበር ኣለዉ ሕጂ እውን ዝኾነ ስፖንሰር ተተረኺቡ ክገብሮ ይኽእል እየ ናይ ምንባብ ባህሊ ክሳብ ዚኣተወ ግን ነው እምበር ኣለዉ እቶም መፅሓፍ እኔ ይመስለኒ ይመስለን ዘይኮነ ከማ ብርግፅ ኣዕዋ ጋብሪ እቺ ሓንቲ ጭብጢ ክህባ ኣለኒ ክሳብ ትስጉም ሰውራ ዝበጽሕ ናባኺ ምጭውቲ ኣስመራይ ክተዓኑ ኢኺ ምጭው ህንጻታትኪ ኮይኖም ድፋዓት ክሃንጽኺዮም ንመጻኢ ደቅኺ ዋይ ሽደናይ ዲልዲልዳዳዳ ዲዲሚል ብኽራር በዚ ሓንቲ ክራር ጃባ ጋብርሲ ንዓይ ኣቦይ ኣብ ሜዳ ኮይኑ ብሓንቲ ክራርሲ ሓቂ መፅኡስ መፂናስ ናፅነት መፅኡሲ ይርእዮ ነይሩ ማለት ሕጂ እንኸምኡ ይደሊ ይመስላ ደጋጊመ ከዓ ሰምዖ ነይረ
ናይ ድምፃዊ ዮውሃንስ ሃብታ ብወዲ ቃሪን እንታይ ክብል እዩ ሕቶ ቀሪብልካ ዘሎ? ኣብ መንጎ ገጣሚ ገብርሂወትን ሰባዊ ገብርሂወትን ፍልልይ ዘሎ ኮይኑ ይስምዓኒ። ብወገንካ ወናኒ ክልቲኦም ገብርሂወት ከተቀራርቦም ፈቲንካስ ትፈልጥ ዶ? እንተ ፈቲንካ ክሳብ ሕጂ ከቀራርቦም ዘይከኣለ ብድሆ እንታይ ኮይኑ ይስምዓካ? ኣቲ ናይ ኣንተ ውሕቶ ሜላ ክንምለሳ ባይ ዘ ወይ ቴንክ ዩ ወዲ ቀሬን ግብርሂወት ጸሃየ ሕጅስ ሳይንቲስት ዲኻ ዋላስ ኣርቲስት ኔራ ሕቶ ሓተዎ ተመሳሳሊት ያው ሕጂ ገብርሂወት ጸሃየ ከኣስ በቃ ብርሃንን ጸልማትን እዩ ንኽልቲኦም ሓገ ኣብ ምሰሓቦም ከዓ ኣብ መስርሕ ኣለኹ ሓደ መዓልቲ ግን ሓደ ገብርሂወት ከርየ
ብዛዕባ ገብረሂወት ኣነ ከዓ ከምዚ ሓደ ግዜ እዩ እሱ ዓሰብ እዩ ነይሩ ቦትኡ ኣነ ከዓ ምስ ጉጅለ ባህሊ ቀይሕ መሬት ዑደት ኣብ ዝገበረልኩ ዝገብረሉ ዝነበርኩ ግዜ እዩ ምርኢት ነይርና ዕስራን ኣርባዕተን ውንበት ኢቭ እዩ ነይሩ ሕጂ ኣብቲ ኮንሰርት ዝገብረሉ ዝነበርኩ ግዜ ኣይግደስን እዩ ኣብ ኣከዳድና ገለ ገብርሂወት ወላ ሓንቲ ሕጂ ኩሉ ግዜ ኢና ከምዚ ንብሎ ከምዚ ባድላ ኣብ ድኾነ ኣጋጣሚ ምሽ ባድላ ገለ መለ ገብር ዓቕሉ እያ ትጸቦ በቃ ኣይፈቱን እዩ ከምኡታት ገለ ሕጂ ኖርማል ሰብ እዩ በቃ እሞ ከ ኣብ ዓሰብ ኮንካ ከኣ ቆራጽ መራጽ ጌርካ ገለ እዩ እቲ ሕጂ ኣነ ክደርፍ ናብ ስቴጅ ምስ ደረፍኩ ተረሲዑ እየ ደደርፋ ነይረ ናቱ እያ ከኣ ተረሲዑ እሱ እዩ ገጣሚኣ ሕጂ እቲ ዝገርመኒ ነገር ናይቲ ሰብ በቲ ኣከዳድና ሓንሳብ ሓንሳብ ዘሕርቐካ ነገር ኣሎ ናይ ዝኾነ ሰብ ማለት እዩ ኣነ ዳደረፍኩ እዩ ከም ሰብ ክጥቅዓኒ ደልዩ ኣብ ደርፉ እያ ሕጂ ክጥቅዓኒ እንዳደየበ ከሎ እቶም ኤምፒ ምሕላፍ ኣብየሞ ሕጂ ኣነ ከኣ ይደርፍ እየ ዘለኹ ሕጂ ዋላ ብኢደይ ተመልከትኩሎም ገለ መለ ገለ ወላ ሓንቲ ከምዚ ምርዳእ ስኢንና ሽዑ ሃሪሞሞ ንገረይ ምርድ እሱ ከኣ ሓሪኦ ገለ መለ እዚ ኮናተይ ገለ ምስ በሎ ኪድ እስኻ እንታይ ክሰርሕ ሓሳቡ ተኣለይ ጥራይ ገለ መለ ገለ ገለ ኢሎም ሃሪሞሞ ከምዚ ዘይርስዖ ሽዑ ሙሉ ለይቲ ክንስሕቐላ ሓዲርና እዚኣ ኣጋጣሚ ከኣ ናይ ገሬ ዘይርስዓ እቲ ምሽ ሰብ ዝገብሮ ምሽ ኣሎ እቲ ንኣብነት ንበል ከም ኣብነት ምስ ጓል ገለ ገለ ሪኤ ኣይፈልጥን እየ ንሱም ፒሮ እዩ ሽዑ ኣብ ሃማማት እየ ስነ ጥበባውያን ኣኪቡ ኢንተርቪው ገይሮምሉ ነይሮም ብኣካል ማለት እዩ ዲኣር ይመስለኒ ሓንቲ ሕቶ ሓቲትዎ ኣነ ብዚ ዕስራ ወዲ ኣርብዓ ዓመት ኢኻ ኢልዎ ግን ፍቕራዊ ሂወት ምስ ጓል ሪኤልካ ኣይፈልጥን እየ ኢልዎ ሽዑ እንታይ ኢልና ኣነ ቅድሚ ዕስራ ዓመት ወዲ ኣርብዓ ኮይነ ኣለኹ ቅድሚ ዕስራ ዓመት እንታይ ይገብር ኔረ እንታይ ዓይነት ላይፍ ፍቕራዊ ላይፍ የሕልፍ ኔረ ኣይትፈልጡን ኢኹም ኢልና ሕጂ እዚ እንታይ ግጥምታቱን እቲ ግጥሚ ዝፅሕፎ ብጣዕሚ እዩ ድረኽበካ ኣብ ምፍላይ ይኹን ኣብ ዝኽሪ ይኹን ኣብ ሂወት ይኹን ኣብ ናብራ ይኹን ኣብ ኩሉ ነገር ኣብቲ ከኣ ክትሪኦ ከለኻ ከኣ ከምዚ ምሽ መዓት ዝተፈላለየ ዓይነት ሂወታት ከኣ ኣይትሪኤሉን ኢኻ ኣብታ ምሳኻ ዝውዕላ መብዛሕትኡ ግዜ ማለት እዩ ምሸት ገዝኡ ምስ ከደ እንታይ ዓይነት ሂወት ኣለዎ ገለ ኣይፈልጥን እየ ግን ኣብቲ ብሓባር ንውዕሎ ነገር ግን ወላ ሓንቲ ኣይትሪኤሉን ኢኻ ምሽ ኣብቲ ትበጽሕ ኣብቲ ከምዚ ትገብር ከምዚ ትኸውን ገለ መዓት ነገራት ኣሎ ብሂወትካ ከምኡ ኣይትሪኤሉን ኢኻ። ኣብ ኣንዳሻ ትረኽቦ ጽሑፍ ኣብ ገለ ቦታ ትረኽቦ ጽሑፍ ከለ እዩ ሕጂ ከናጻጽሮ ከለኹ እቶም ጽሑፋቱን እቶም ፐርሰናል ሂወት ናቱንሲ ድራኸቡ ኮይኖም ኣይስምዑንን እዮም። ትሕሱም ግዜ
ትጨካንዋ ካብ ልቢ ኦኬ ሕጂ ኣብ መንጎ ሞትን ሚስጢርን ዘሎ ፍልልያት ካብ በልካ የሕጺረ ክምልሶ ክፍትን እየ ዓቢ ዓውዲ እዩ ዓቢ ግዜ የድልዮ እዩ ሞት ሓቂ እዩ ሚስጢር ከዓ ሞት እዩ ምክንያቱ ሚስጢር ማለት ሓቂ ምቕባር ማለት እዩ ሚስጢር ማለት ኣብ ፀልማት ዕቑባ ምሕታት ማለት እዩ ስለምንታይ እዩ ሚስጢር ዝመፅእ ሞት ግን ሓቂ እዩ ክትውለድ ኮላ ሕጂ ብምሻ ኣለና ካብዚ ወጺና እንታይ ንኾን ኣይንፈልጥና ጽባሕ ሞት ምዃንና ንፈልጥና ሞት እቲ እዩ ምሽ ወግዓዊ ሓቂ እዩ ሚስጢር ግን እቲ ሞት ዘይፈልጥ ሰብ እዩ ሚስጢር ዝገብር እቲ ብብዙሕ መኸርናዮ ሃውቲ ብሚስጢር እንታይ እዩ ስለምንታይ እዩ ዘድሊ ሚስጢር ክትዕምፅ ኮላካ እዩ ሚስጢር ዘድሊ ሰብ ምስ ቀተልካ እዩ ሚስጢር ዘድሊ። መጽሔት ህዝብን ፖሊስን ክትርኢ ትኽእል ኢኻ። መዓት ሓቅታት መጽ መዓት ዋጋታት ትኽፈል። ግን ተሓቢኡ ዝሕባእ ነገር የለን። እቲ ሰብ ክመውት ስለ ዝለዎ መይተ ክኸውን ኣለዎ። በየናይ ገጻቱ እቲ ካልእ ካልእ ሕቶ እዩ። ሕጂ ሚስጢር ብመሰረቱ ሓይሊ ጸልማት እዩ። ሓቂ ምዕባጥ እዩ። ሞት ግን ሓይሊ ብርሃን እዩ። ንጽርቲ እያ እታ ሕቶ ዋላ ንብርሃኑ ከማን ንጽርቲ እያ እቲ ኮሮና እዩ ዝኸበድ ምክንያቱ ሲ ከመይ ይመስለካ ሕጂ ንዝኾነ ሰብ ከነጽሮ ከሕጽራ እየ ግን ገጠምቲ ጥራይ ከይርድእዋ ካብ ዝኾነ ሰብ ክርጦስ ብሊኮቲ ጀያ ኖራ ገለ ኣምጺኻሲ ገዛ ክስራሕ ይከኣል ድዩ ተቱ ኣይከኣልን ሕጂ ምግጣም ማለት እሶም እዮም እቶም ምንዳቕ ማለት እዩ ኩርናዕ ቴል ማለት ጤሳ ማለት እዩ ኣበይ ተራግፎ ትጀ ኣበይ ተራግፎ ስሸሜንቶ ኣበይ ኣምጺኻ ቶም ሓቀይ ገዛ ክትሰርሕ ተኾይንካ መሰረቱ ንግጥምስ ብገዛ ንቐይሮ ኣለና ሕጂ ሕጂ ጤሳ ክህልወካ ኣሎ እቲ ባይታ ሕጂ ኩርናዕ እዩ ዝኸበደ እምበር ሕጂ እንደሞ ደውለሉ ምሽ ጃሎን ጃሎን ንበል ንበል ኣለና ክጻሕፍ ግን ከረዳእ ንለዎ ማለት እየ ኩሉ ነገራተይ ኣእምሮን ስጋን መንፈሳዊ ሓይልናት ናብ ጃሎን ተወሲደዮ ብዛዕባ ጃሎ ምዝራብ ሽግር የብሉን ጅታ ኩርናዕ ምፍጣር ይፈልጦ እየ ከዓ ክሓተኒ ግቡኦ ኣይነበረን ግን እንዳፈለጠ እዩ ሓቲትኒ ሰብ ክፈልጥ ስለ ዘለዎ እዩ። ባይዘወይ ብጣዕሚ ዓብ ሰብ እዩ በቃ ንፎዕ እዩ በቃ ይንበረልና ክህልወልና ኢና ንደሊ ገብረሂወት በቃ ከምቲ ዓንተወይ ዝበልክዎ ኩሉ ሰናይ ኣብ መንገዱ ክፀንሖ ይደሊ ቴንኪው
ገብረሂወት ፀሃየ ካብ ዘለዎ ንላዕሊ ዓብዩ ክሪኦ ምንዮተይ ብካልእ ብመልክዕ መጽሓፍ ግጥምታቱ ካብ ደርፊ ወጻኢ ካልእ ህዝቢ ተዘሰማቅሮ ከኣ ጽቡቅ ኮይኑ ይስመዓኒ ኣብ መወዳእታ ዕድመን ጥዕናን ይሃቦ ኩሉ ጸጽቡቁ ይምነየሉ ማለት እዩ ምስ ገሬ ብዙሕ ግዜ ኣብ ንራኸበሉ እንታይ እየ ዝብሎ ኣንታ ወዲ እዚ ዘለኻዮ ዕድመ እዚ ዘለናዮ ዕድመ እዚ ዘለኻዮ ግዜ ተረካቢ ኣይኮነን። ሕጅስ ሓደ ሱሳ ሰብዓ ዝኾኑ ግጥምታት እንዶ ሃበና እሞ በቲ ዘለና ንእሽቶ ክእለት ኤዲት ጌርና ጠዓዒምናሲ ኣብ ክንዲ ኣብ ናይ ደርፍታት ወይ ኣብ ከሎ ንንባብ ዝኸውን ግጥምታት ሓደ መጽሓፍ ክንገብረልካ ሰብሲ ብመጽሓፍን ብውላድን እዩ ዝዝከር እሞ ንዓንደ መጽሓፍ ሃበና ክንገብረልካ ገለ ገለ እየ ዝብሎ ኣይ ቲንክ ዝተሰማማዕና እውን መስለኒ ብከምኡ ከምኡ ክገብር መፅሓፍቲ ካልኦት ዛንታታት ናይ ምፅሓፍ ዓቕሚ እውን ስለ ዘለዎ ብዓብኡ ግን እቲ ሕብረተሰብ እቲ መላእ ናይ ትግርኛ ሕብረተሰብ ዝበሃል ብግጥሚ ፈሊጥዎ ስለ ዘሎ ንገረ ርግፀኛ እየ ሓደ መፅሓፍ እንተወሓደስ ኣብ መፅሓፍ ክሪኦ ደሊ ኣብ ክንዲ ናይ ግጥሚ ክሬዲት ጥራይ
በዚ ኣጋጣሚ እዚ ንገሪ ዕድመን ጥዕናን ይሃብካ ይብሎ ካብዚ ሰሪሕዎ ዘሎ ንላዕሊ ሞር ዝበዝሐ ስራሕ ንኸፍሪ ደሞ በዓል ሙሉእ ተስፋዬ ኣምላኽ ዕድመን ጥዕናን ይሃቦ መወዳእታ ክብሎ ዝደሊ ገብርሂወት ጸሃየ ከይተሓለለ ካብዚ ንላዕሊ ስርሑ ክቅጽል በዚ ኣጋጣሚ እዚ ይላቦ ማለት እየ። ኣምላኽ ምሳኻ ክኹን ገሬ ሓወይ። ገንዘብ ተዝህልወኒ ግን ከምዚ ናይ ናይ ጸወታ ምሻሎ ንሓደ ስፖርተኛ ትገዝኦ ንመዋል ንመዋል ገዚኤ ንገብርሂወት ጸሃየ ናተይ ገጣሚ ምገበርክዎ ኔረ ዓቅሚ ተዝህልወኒ። ከምዚ ዘለዎ ተቢዑ ክቅፅል ቁስሊ ህዝቡ ቁስሊ ማንም ሽጉር ሰብ ተረዲኡ ዝሰርሕ ዘሎ ሰብ ኮይኑ ይስማዕኒ ዝያዳ ከዓ ነዚ ኣተኪሩ ክቅፅሎ ይምሕፀኖ ማለት እዩ ካብ ህዝብካ ወፃእስ ትገብሮ ነገር ወልሓደ የለን
ህዝብኻ ክሽገር ከሎ ተጸናንዑ እንድሕር ደኣ ኹንካ ነፍሲ ወከፍ ኣብ ገዛ ገዛስ ብዙሕ ሽግራት ኣሎ ነዚታት ኣብ ግምት እቲኻ እንድሕር ትሰርሕ ኮንካስ ብውሕዱ ብዓቕምኻ ቁስሊ ብዙሓት ኣሕዋትካስ ተሕዊ ትፍትን ኣለኻ ማለት ስለዚ ነዚ ነገር እዚ ክቕጽሎ ይላበዎ ኣጆኻ በርትዕ ኢኻ ወለደይ።
ሓደ እቲ ሓቅነት ኣለዎ ካልኣይ እቲ ኣብ ሞር ኣብ ሕልናዊ ነገራት ሳልሳይ ብዓብዩ ከዓ እቲ ፍርሃት እግዚኣብሔር ካብ ምህላው ራብዓይ ከዓ ሽግራት ባዕሉ ጠሊቑ ንቃንዛታቶም ኣስተማቒሩ ነቶም ቃንዛታት ከዓ ኣብ ካልእ ሰብ ቃንዛ ከየውርዱ መሃሪ ብዝኾነ መንገዲ ስለ ዝፅሕፍ ጅገሬብ ኣብ መፃኢ

ዝገብር ሓይሊ ኣሎ እሱ እግዚኣብሔር ኣምላኽ እዩ መጀመርታ ክብሪ ንዑ ብድሕሪኡ ከምዚ ኢልና ንኸነዕልል ኮለና ምናልባት ንሓፋሽ እዚ ናተይ ክጠቀም ዘይክጠቀም ይኽእል ይኸውን ከምዚ ንኸኸውን ምሽ ዝተፀመመት ወላዲት ኣላትኒ ዝተፀመመ ወላዲ ኣለኒ ሶሪ ክብሎም ዝደሊ ከም ሕልምታቶም ኣይከድኩሎም ከም ሕልሚ ሓፋሽ እየ ከይደ ብድሌት ብዙሓት እየ ከይደ ኣነ በቦይን በዴን ኣይከድኩን መወዳእታ ፍቕሪ ዘፍለጠትን ከዓ ልቢ ዝሃበትኒ ሓይሊ ዝሃበትኒ ንክብርቲ ልዋም ዓንደ ወላ ሕጂ ምሽ ኣብዚ መጺና ንዕልል ኮለናሲ ምፍቃርሲ ፍጹም ሓቂ ምሽ ኣለካ ክሓብኦ ይከእልኒ ንዓኻ ክሓባላ ይከእልኒ ነጊርያስ መዓት ምኽርታት ሂባትኒ እስኻ ሳብ ፈተነ ከም ተእትወኒ ንሳ ትፈልጥ ነራ ሶዛት ምሽ ነዊሕ ተጸሚመ እታ ልክዕ ሰብ ረኺበ። ንዓኻ ክብርን ምስጋናን ይኹና ስለቲ ምትብባዕ እወ ንኹሉ ህዝቢ ዓለም ከኣ እወ ኣኖ ምሽ ፍቕሪስ ዋጋ ከም ዝሓትት ሓቂ ዋጋ ከም ትሓትት ኣርቲስ ምዃን ሙማት እምበር ምብላዕ ኣይኮነን ምኽባር እምበር ምህብታም ኣይኮነን። ገጣማይ ክትከውን ሃገይ ኣብ ስክሪን ምርኣይ ከይኮነ እንታይ ስነ ሓሳብ ደርቢኻ እዩ ሶዛት ኩሉ ሰብ ክህወኽ ኩልና ኸኣ ከይንህወኽ ብዘገምታ እዩ ልክዕ ከምቲ ኣመጻጽኣና ከምቲ ኣፈጣጥራና ከምኡ ስለ ዝኾነ መዓት በላሕቲ ብድሕሬና ኣለዉ። መዓት በላሕቲ ምሳና ከማን ኣለዉ ኮምፑቲሽን ውድድር ኣይኮነን ኩዕሾ እግሪ ኣይኮነን ፀወታ ናይ ቴብል ቴንስ ኣይኮነን ገለ ተኸባቢርካ ተማላሊእና ኢና ንኸይድ እሞ እቶም ቅድሜና ዘሎ ቁሊሕ ይኹኑና ኣለዎም እቶም ኣብዚ ዘለና ከዓ ምሳይ ዘሎ ከዓ ንድሕሬና ቁሊሕ ክንብል ኣለና ሽዑ ከም ሰንሰለት ተጠራኒፍና ቁፅሪ ሰለስተ ኮይና ንኸይድ ክብል እብል። ክበዝሑ እዮም ግን ሃይላይት ሃይላይት ምሽ ከላዕልያ ኣነ ኣነ ንክኸውን ዝገበረ ኣቶ ኣዋልዱ ተስፋ ማርያም፣ ኣቶ የማነ ርኣያ ኣቶ ጎይትኦም ተኬ፣ ኣቶ መብራህቱ ገረወልድ፣ ምስ በዓል ቤቶም ንሰብኡት ክጽውዕ ስለ ዝረኣዩ እምበር ጤኔን ከኣ ሓትነት ኣትየን ኣይመልስን ኣደይ ኣደይ ግን ኣቐዲመ ተዝግባእ ነገረ ስለ ዝሃብኩዋ ሽዑ ካብኡ ናብኡ ከኣ ከም መቕርብ መን የቕርብ ኣሎ ናይ ኣርት ዋጋ ስኻ ትፈልጦ ኢኻ ኣበይ ትኣቱ ኣበይ ክትሳኣል ውዒልካ እንታይ ትገብር ገለ መለ ልዕሊ ማንም ከመስግኖ ዝደሊ ን ስድራ ቤት ኣዋልድ ተስፋማርያም ካብኡ ናብኡ ከኣ መሊሰ ወዱ ጸሃየ ኣዋዝጊ ከመስግን እደሊ። ሽዑ ብድሕሪኡ ሓትነይ ሒዘ ንዒኦም ስለ ዝወነንኩ፣ ንኣቶ የማነ ርኣያ፣ በዓል ዳኒኤል፣ በዓል ጀነራል ኩሎም ኣለዉ፣ ከይገፍሕ ዝርዝር ከይከውን ኢለ እየ እምበር፣ እቶም ኩሎም ስድራ ቤታት ናተይ እሶም እዮም ንዓይ እንዳተቀባበሉ የዕብዮሙኒ መምስር ስለ ዘለዋ ግን ምናልባት ኩስቶ ኩስቶ ስለ ዝበልኩ እሶም ለባማት እዮም ርድኦ እዮም ጽባሕ ንኩሉቲ ፋሚሊ ናተይ የመስግን ንኩሉቲ ስነ ጥበባዊ ምሳይ ኣብ ጎኒ ጠጠው ዝበለ ከቃሃዶይ ንኩሉ እቲ ኦድየንስ ዓሽ ንፉዕ ዝብለካ ፑሽ ዝገብረካ ዝነቅፈካ ከምዚ ኩን ናብዚ በል ከምዚ ብኣይ ዝሓምም ሰብ ንኩሉ ሰብ ቴንክ ዩ ክብል እደሊ። እሞ ገበይ ሓወይ ዕድመን ኣኽቢርካ መጺኻ ነዊሕ ብዙሕ ሕብሪ ትሕዝቶታት ዘለዎ ቃለ መጠየቕ ምሳና ክትገብር ፍቓደኛ ምዃንካ። ደጊመ ብሽመይን ብሽምናን ብሽም ህድሞና ነባሪትን የቀኔልና ክብረት ሃብልና ክብለካ እደሊ ሰሚር እንታይ ትብሎ ኣለካ። ኣነ ከኣ ብ ወገነይ ኣብ ዝቅጽል ከኣ ብዝተፈለየ ትሕዝቶ ክንራከብ ተስፋ ንገብር ኣብ ህድሞና ነባሪት ምስ ገሬ ማለት እዩ ሕጂ ግን ኣብዚ ዝኣክል ኮይኑ ይስማዓኒ ኣዝየ ድ የመስግነካ።
ኣንኻ የቐንየለይ ከም ኣቐዲመ ዝበልኩዋ እሳ ነይራ ምሽ ለቓሕ በሰሮ ከይከውን እምበር ብኡ ጀሚርካ ብኡ ኢኻ ትውዳእ ኦኬ ቴንክ ዩ ሰብ ፅባሕኻ ይበለና
ኣርቲስት ምዃን ሙማት እምበር ምብላዕ ኣይኮነን ምኽባር እምበር ምህብታም ኣይኮነን ተኸባቢርካ ተማላሊእና ኢና ንኸይድ እሞ ሎሚ ቅድሜና ዘሎ ቁሊሕ ኹን ኣሎ።